ሰላም ሰላም ከመይ ትጸንሑ ፍትዋት ተኻታተልትና በብዘለኽሞ ሰላም ክኾነልኩም እንዳተመነኹ ኣብ ነሎ መደብ ድማ ሓደ ዘሕጉስ ዜና ካብ ኤርትራ እናተሰምዐ እዩ ዝርከብ ዘሎ ንሱ ድማ ግብጺ ንወደባት ኤርትራ ንምልማዕ ምስ ኤርትራ ሓደ ታሪካዊ ስምምዕ ከምዝፈጸመት ተገሊጹ ኣሎ ብዛዕባ እዚ ድማ ብሓደ ኮይና ክንርኢ ኢና ካብዚ ምቕጻል ድማ መንግስቲ ኣሜሪካ ድማ ንፕሬዝዳንት ኢሳያስ ኣፈወርቂ ዕድመ ከምዝገበረሉ ተገሊጹ ኣሎ ብዛዕባ እዚ እውን ብሓደ ኮይና ክንርኢ ኢና ካብዚ ምቕጻል ድማ ኣወል ሰዒድ ድማ ጽምዶ ብዝያዳ ኣደሊና ናብ ውድብ ሕቡራት ሃገራት ሕብረት ኣፍሪቃ፣ ሕብረት ኣውሮፓ ክነስግሮ ኢና ክብል ኣወል ስዒድ ሓደ ዘመሓላለፎ መልእኽቲ ኣሎ። ብዛዕባ እዚ እውን ብሓደ ኮይንና ክንርኢና ከምኡ ድማ ነዚኦም እውን ካልኦት ዝመሳሰሉ ትሕዝቶታት ሒዘልኩም መጺኤ ኣለኹ። ክሳብ መወዳእታ እዚ ቪድዮ እውን ሓቢርኩምኒ ጽንሑ። እሽ'ሞ ፍቱዋት ተኸታተልትና ቀዳማይ ቪድዮና ድማ ሓደ ድርድሪት ድማ ጽምዶ ብዕሊ እንዳሰፍሐ ይኸድ ኣሎ፣ ኣብ መሬት ተግባራዊ ለውጢ እንዳምጸኣ ይኸድ ኣሎ ክብል ብዛዕባ እቲ ጽምዶ ዓበይቲ ምዕባለታት ኣመሓላሊፉ ኣሎ። ብዛዕባ እዚ ድማ ሓንቲ ቪድዮ ሒዘልኩም መጺኤ ኣለኹ። እስኪ በዛ ቪድዮ እዚኣ ድማ ላይክ ብምግባር ንጀምር። ጽምዶ ብዕሊ
እንዳሰፈሐ ዝኸደሉ ኣብ መሬት ናይ ተግባር ለውጥታት እንዳመፀ ዝኸደሉ ካሊእ ማለት ኔክስት ስቴፕ እዚ ክኾን ኣለዎ እንዳበልና ሪኩዌስት ናብ እንገብረሉ ደረጃ በፂሕና ኣለና ዝብል እምነት ኣለኒ ትማሊ ብዙ ሓደ ገፅ ተሰሊፎም ኣብ ልዕሊ ህዝቢ ትግራይ ከምዚ ይገብሩ ነይሮም ኢልና እናኣምነሎም ግለሰባት እንተይተረፈ ተሳተፍሉ ፅምዶ ተሳኺዑ ኣሎ ብጣዕሚ ብዝተሳክዐ መንገዲ ተኻይዱ ኣሎ ንዚዩ ብስሩ ብመርኣያ ብደንቢ ብመርትዖ እንዳደገፍና ስለዝኾንና ፃንሒት ክንገብር ተዳሊና ዘለና እዚ ከቕርበልኩም እየ ነገር ግን ኣብዚ ክነቕርብ ከለና ናይ ፅምዶ ጉዳይ ክነቕርብ ከለና ሓደ ክልተ ዝኾና ንኹልና ምእሰሪ ክኾናና ዝኽእላ ነገራት ከቕርብ እደሊ እየ። መጀመርያ ምኽንያቱ ጽምዶ ክበሃል ከሎ በቲ ሓደ ገጽ ዘሎ ሓይሊ ዘይተረድኦ ስቕ ኢሉ ብኢሞሽን ዝጓዓዝ ዘሎ ሓይሊ ጽምዶ ማለት እዚ እዩ ወይ ኢሳያስ ከምዚ ዝገብሮ ደብረጽዮን ከምዚ ዝገብሮ ኢልካ ናይ ግለ ሰባት ናይ ሓደ ወገን ጌርካ ምውሳድ ስለ ዘሎ እዚዩ ምእራም ኣድላይ ስለ ዝኾነ ንሰን ከቕምጥ እደሊ እየ። ቁጽሪ ሓደ ትጽምዶ ማለት ኣብ'ዚ እነርእየኩም መርትዖታት እውን፣ ትጽምዶስ ዕላዊ ኮይኑ ኣሎ ዝብል መርትዖ ክነርእየኩም ከለና፣ ጽምዶ ማለት ንዓና ንተጋሩ፣ ብፍላይ ንተጋሩ እየ ዝብል ዘለኹ፣ ጽምዶ ኣፍሪስና ዝመስረትናዮ ጽምዶ እዩ። ዝንቡዕ ጽምዶ ታይ ዝብሎ ነበረ በረኸት ስምኦን ያላቻ ጋብቻ ዝበሃል ምስ ዘይምጥነካ ምስ ዘይኾነካ ምስ ዘይናትካ ዝነበረ ፅምዶ ናይ ጥፍኣት ፅምዶ ሰይርና ናብ ናይ ሰላም ፅምዶ ናብቲ ትኽክለኛ ፅምዶ ናብቲ ታሪኻዊ ፅምዶ ናብቲ ፍትሒ ርትዒ ንህዝቢ ከምፅእ ዝኽእል ፅምዶ ኢና ቀይርናዮ ተጋሩ ነስተውዕል ኤርትራውያን እውን ኣስተውዕሉ ምክንያቱ እቱ ዝንቡዕ ፅምዶ ናብ ትኽክለኛ ፅምዶ ክቕየር ክኢሉ ማለት ህዝቢ ኤርትራን ህዝቢ ትግራይን ክርብሖ ዝኽእል ከፍ ኢልና በብዘለናዮ ኮይንና ምግምጋም ምግማት ንኽእል ኢና ቀሊል እዩ ብጣዕሚ ሶፈስቲኬትድ ዝኾነ ኣናሊሲስ ኣይኮነን ዘድልዮ ስለዚ ፅምዶ ኣፍሪስና ዝመስረትናዮ ፅምዶ ንድሕሪት ከይምለስ ናይ ኩልና ሓላፍነት ከም ምዃኑ ክትፈልጡ ቅድሚ ናብቱ መርትዖ ምኻደይ ካልኣይ ፅምዶ ንዓና እንታይ ጠቒሙና እንታይ ከምዚ ገለታት ዝብሉ ኣለዉ ፅምዶ ንዓና እንተነኣሰ ሓደ ሽሕን ሓደ ሚእትን ኪሎ ሜትር ድፋዕ ሰይርናሉ ኢና እንተነኣሰ እቶም ምምላስ ኣብዮሙና ዝንየው ተመዛባላይ ሓደ ነጥቢ ገለ ሚልየን ተመዛባላይ ክውሰኾ እዩ ነይሩ ስለዚ ብኤርትራ ወገን ዘሎ ቦቲ ቦርደር ንሱ ዝነበረ ህዝቢ ኣትዩ ሓሪሱ ምኽራሙ ናይ ሰላም ኣየር ምትንፋስ ምጅማሩ ዓብዪ ነገር እዩ ንዓና ተነኣሰ ታዘላ ዘይትረብሕ ኢኮኖሚና ኣብ ብረተብ ከላሽንን ኣብ ካልእን ኢና ክነውዕላ ነርና ኣብ ጥይት ኢና ክነውዕላ ነርና ክንደየናይ ዝኣክል

ኣብ ቦቦትኦም ኣብ ዓዓዶም ኮይኖም ግን ተኸባቢሮም ክነብሩ ይኽእሉ እዮም። እሱ ከም ንስኻትኩም ትደልይዎ ዶ ወንደልዮ ግድን እኮ ኤርትራውያን ምስ ኢትዮጵያን ክዋግኡ እኮ ንሕና ኣይንደልን። ትግራይ ክርብሻ እየ ትግራይ ክዘርጋ እየ ኢሉ ዝመጽእ እንተሃልዩ ትግራይ ኣዳኺሙ ትግራይ ኣጥፊኡ ሶኒ ንትግራይ ኣጥፊኡ ሶሉስ ናብ ኤርትራ ዝሰገር ካብ ኣፍንጭኡ ኣርሒቑ ዘይሓስብ ናይ ብልጽግና ጉጅለ ዝሓስቦ ሓሳብ ግን ኤርትራን መንግስቲ ኤርትራን ይጠፍኦ ኢልካ ከይትሓስብ ኣብ ትግራይ ኩናት ክትውልዑ ብዝኾነ ይኹንዓት መንገዲ ትኸድጎ ጉዕዞ ኤርትራ እውን ስቕ ኢላ ኣይትርእየኩምን ካልኦት ሃገራት እውን ስቕ ኢለን ኣይርእኹምን ዝባላሾ ጽምዶ ዝባላሾ ዲፕሎማሲ ከዓ የለን ግፋ ተይላ ኣሜሪካ ንክልቲኤን ሃገራት እያ ትብላ ኩናት ከይትኸፍታ እያ ትብለን ተኽኢልኩም ተራዳዱ እያ ትብል ስዑድ ዓረብያ መኪራቶ ኣመሪካ መኪራቶ፣ እንግሊዝ መኪራ፣ ሕብረት ኣፍሪካ መኪሩ። ናይ ሕብረት ኣፍሪካ ኣቦ እምበር እኮ ነስመራ ከይድ ኮን ኢሳያስ እኮ ለሚንዎ እዩ በቃ እኮ ኢልዎ እዩ። እንግሊዝ እኮ ለሚና እያ በቃ ተባሂሉ። ጣልያን ለሚና በቃ ተባሂሉ። ኣመሪካ ትሰግድላ ንጎኑ ምሸትን በቃ ተባሂሉ። ስዑዲ ዓረብያ መኪራ በቃ ተባሂሉ። ስለዚ ደጀን መዝገቦ ዶ ጣዕመ ዓረዶም ዶ ስምረት ዶ ግዛዕም ዛዕዶ ክንደያ ገብሩ ህይወት ዶ ሽሻየ ማረ ዶ ዝበሃሉ እናወፁ ናይ ጭንቂ ናይ ውጥረት ውጥረት ስለ ዝሓደሮም። ካብዚ ምቕጻል ድማ ኣወል ስዒድ ደማ ጽምዶ ብዝያዳ ኣደልዲልና ናብ ውድብ ሕቡራት ሃገራት ኣፍሪቃ፣ ሕብረት ኣውሮጳ፣ ክነስግሮ ኣለና ክብል ኣወል ስዒድ ሓደ ዘመሓላለፎ መልእኽቲ ኣሎ። እስኪ ሰሚዕናዮ ንመለስ። እንዶ ክልተ ደረጃታት እዩ ሓሊፉ። እቲ ቀዳማይ ሓሳብ እዩ። ህዝብታት ኤርትራን ትግራይን ብሰንኪ ዝተሓለፈ ነዊሒን ተሓላለኸን ሕማቕ ኩነታት ኣብ መንጎኦም ዝነበረ ዝምድና ከምቲ ኩሉ ዝምነዮ ኣይኮነን ነይሩ። ምትእምማን ሃሲሱ፣ ርክብ ተቋሪጹ፣ ብሓባር ምስራሕ ዘይሕሰብ ኮይኑ፣ ኣብ ከምዚ ኩነታት እዚ ኩሉ ብድሆታት ሰጊርካ ጽምዶ ህዝብታት ክግበር ይከኣል እዩ ዝብል ሓሳብ ምልዓል ጥራይ ቀሊል ኣይነበረን። እንተኾነ ውግእ ዝውገደሉ እንኮ መገዲ ንሱ ጥራይ ስለዝኾነ እቲ ሓሳብ ግድን ይኽለዓል ነይርዎ፣ ተላዒሉ ድማ። ከምቲ ዝተጸበናዮ ጽምዶ ህዝብታት ይገበር ዝብል ሓሳብ ምስ ተላዕለ ገና ከይተበገሰ ብዙሕ ተቓውሞ በጺሕዎ ክትግበር ኣይክእልን እዩ ተባሂሉ። ንጠያይትን መዳፍዕን ዝመርሖ ፖለቲካ ስለ ዝኾነ ብቐዳምነት ፖለቲከኛታት ክዕረቑ ኣለዎም፣ ምሁራት ክሳተፉ ኣለዎም፣ ኣዘዝ ሰራዊት እንተዘይደጊፎሞ ውሕስነቱ ክእመን ኣይክእልን እዩ ወዘተ ተባሂሉ። እንተኾነ ጽምዶ ብህዝቢ ክትግበር። ብህዝቢ ክዕወትን ከም ዝኽእል ጽኑዕ እምነት ስለ ዝነበረና፣ ኣብ ሓሳብና ጸኒዕናን ንህዝብታት ኣእሚንናን ነቲ ጉዕዞ ጀሚርናዮ። እቲ ካልኣይ ደረጃ ድማ ተግባር እዩ። ነቲ ጽምዶ ክግበር ኣለዎ ዝብል ሓሳብ ኣብ ባይታ ብጭቡጥ ኣብ ግብሪ ክትቅይሮ ዝዓበየ ብድሆ ነይሩ። እንተኾነ ሳላ ንጹር ራእይ፣ ሓያል ጻዕሪ፣ ተወፋይነትን መስዋእትን፣ ጽምዶ ኣብ ግብሪ ውዒሉ። ህዝብታት ኣብ ዶብ ብኣካል ተራኺቦም ብሓባር ውዒሎም፣ ኢድ ንኢድ ተጨባቢጦም፣ ኣብ ሓደ መኣዲ ተቐሪቦም፣ ብሓባር ዘትዮም፣ ብሓባር ንሰላም ጸዊዖምን ኣይፋል ንኲናት ኢሎምን። ኣብ መንጎ ህዝብታት እዚ ዞባና ዘሎ ጽምዶ ልክዕ ከምቲ ናይ ዕዉት ሓረስታይ መሬት ተደላዲሉ፣ ተሓሪሱን ተዘሪኡን እኽሊ ቦቒሉሉ'ዩ ዘሎ። ሕጂ ተሪፉ ዘሎ ነቲ እኽሊ ዓጺድካ ኣኺድካ ብጉቡእ ኣብ ቆፎኡ ምእታው እዩ። ጽምዶ ተሪፍዎ ዘሎ ነዚ ናይ ህዝብታት ምትእኽኻብ ናብ ሳልሳይ ደረጃ ምስግጋሩ እዩ። ንሱ ድማ ናይዞም ኣብዚ ተኣኪብኩም ዘለኹምን ከማኹም ዝኣመሰሉ ብ ዝተፈላለየ ሃገራት ዝርከቡ ደለይቲ ሰላም ዝኾኑ ምሁራት፣ ፖለቲከኛታትን ጸለውቲ ዝበሃሉ ኤሊትን እዩ። ጽምዶ ብዝያዳ ደልዲሉ ዘላቒ ሰላም ዞባና ንክረጋገጽ ናብ ማሕበረሰብ ዓለም ከተቃልሕዎ፣ ናብ ውድብ ሕቡራት ሃገራት፣ ሕብረት ኣፍሪቃ፣ ኤውሮጳዊ ሕብረትን ካልኦት ኣህጉራውያን ውድባትን መንግስታትን ብምኻድ ኩሉ ዝከኣለኩም ክትገብሩ ብስም ህዝቢ ቀርኒ ኣፍሪቃ ትሕተቱ ኣለኹም። ብኸምዚ ኢና ነቲ ነዚ ዞባ ክህውኽ ብወግዒ ኲናት ኣዊጁ ዘሎ ስርዓት ብልጽግና ደው ከነብሎ እንኽእል። ልክዕ ከምቲ ኣባላት ጽምዶ ከይተሓለሉ ጽዒሮም ነቲ ጉዕዞ ኣብዚ ደረጃ እዚ ዘብጽሕዎ፣ ንስኻትኩም ድማ ነቲ ድሮ ቦቒሉ ዘሎ ዘርኢ ብግቡእ ዓጺድኩምን ኣኺድኩምን ኣብ ቆፍኡ ከተእትውዎ ጻውዒትና እዩ። እጅገኹም ሰብሲብኩም በብሞያኹም ንሰላም ጽዓሩ። ቀርኒ ኣፍሪቃ ካብ ታሪኽ ውግእን ወረ ውግእን ናብ ታሪኽ ሰላምን ምዕባለን ብምቕያር፣ ንመጻእቲ ደቅና ቅሳነት ንፍጠረሎም፣ ብሓባር ከም እንዕወተሉ ድማ ኣይንጠራጠርን። ካብዚ ምቕጻል ግብጺ ንወደባት ኤርትራ ንምልማዕ ምስ ኤርትራ ኣብ ስምምዕ በጺሓ ከም ዘላ ተገሊጹ ኣሎ። ብዛዕባ እዚ ድማ ሓደ ስፍሕ ዝበለ ሓበሬታ ሒዘልኩም መጺ ኣለኹ። እስኪ ነብቲ ሓበረታ ከሕልፈኩም። ግብጺ ንወደባት ናይ ኤርትራ ንምምዕባል ምስ ኤርትራ ኣብ ስምምዕ በጺሓ ከም ዘላ ተገሊጹ። ምፍራም ስምምዕ ምትሕብባር ኣብ መጓዓዝያ ባሕር ኣብ መንጎ ግብጽን ኤርትራን፣ ንምዕባይ ሎጂስቲካዊ ምትእስሳር ቁጠባዊ ውህደት ከምዝኾነ ተገሊፁ። ሎሚ ዓሰርተ ሽዱሽተ ግንቦት ክልተ ሽሕን ዕስራን ሽዱሽተን ፕረዚደንት ኢሳያስ ኣፈወርቂ ካብ ግብፂ ሚኒስተር ወፃኢ ጉዳይ ዶክተር በድር ዓብደልዓጢ ከምኡ'ውን ኢንጂነር ከማል ኣልሚስተር ሚኒስተር መጓዓዝያ ኣብ ዓውዲ መጓዓዝያ ባሕሪ ናይ ምትሕብባር ስምምዕ ከም ዝተፈራረሙ ተገሊጹ። ቁጠባዊ ምትእስሳር ግብጺ ምስ ኤርትራ ኣብ ልዕሊ ኢትዮጵያ ጸቕጢ ዝፈጥር ምዃኑ ድማ ይግለጽ። ሎሚ ዓሰርተ ሽዱሽተ ግንቦት ክልተ ሽሕን ዕስራን ሽዱሽተን፣ ፕረዚደንት ኢሳያስ ኣፈወርቂ ብሚኒስተር ውጻኢ ጉዳይ ግብጺ ዶክተር በድር ዓብዱልዓጢ ዝተመርሐ ልኡኽ ኣብ መቐበሊ ኣጋይሽ ደንደን ረኺቡ ከም ዘዘራረቦ ዝተገለጸ ኮይኑ፣ እቲ ርክብ ከም መቐጸልታ ተቐዲሙ ክካየድ ዝጸንሐ ክልቲኣዊ ምምኽኻር ኮይኑ፣ እቲ ኣብ ዞባ ቀርኒ ኣፍሪቃን ቀይሕ ባሕርን እንዳሓየለ ዝኸይድ ዘሎ ሕድሕድ ሃገራት ምትእስሳር ምትሕብባር ዘሕይል ምዃኑ'ውን ተገሊጹ። ብተወሳኺ'ውን ክልቲኦም መራሕቲ ኣብ ዝተፈላለዩ መዳያት ዘሎ ክልቲኣዊ ምትሕግጋዝ ንብልጽግናን ልምዓትን ክልቲኡ ህዝብታት ብዘገልግል ንምምዕባሉ ዘሎ ድሌትን ድልውነትን ብምርግጋጽ ብዝለዓለ ክስርሓሉ ከምኡ'ውን ዝተፈላለዩ ዞባውን ኣህጉራውን ጉዳያት ሓባራዊ ኣገዳስነት ዘለዎ ጂኦፖለቲካዊ ምዕባለታት ብዝምልከት ኣብ መንጎ ክልቲኤን ሃገራት ዝግበር ፖለቲካዊ ምምኽኻር ንምዕዛዝ ብሚኒሰር ወፃኢ ጉዳይ ዝቖመትን ስሩዕ ርክባት ተካይድ ሓባራዊ ኮሚቴ ክትቀውም ከምተሰማምዑ ተገሊፁ። ክልቲኦም ወገናት ምሕያል ክልቲኣዊ ርክብ ኤርትራን ግብፅን ሓደ ካብ ቀንዲ ኣዕኑድ ዞባዊ ሰላም ምርግጋእ ምዃኑ ዝገለፁ ኮይኑ በዚ መዳይ እዚ ክልቲኦም ወገናት ነቲ ኣብ መንጎ ክልቲኤን ሃገራት ዘሎ ክልቲኣዊ ምትሕብባር ኣብ ጽላታት ቁጠባዊ፣ ፖለቲካዊ፣ ንግዲ፣ ሕርሻ፣ ጸዓትን ጥዕናን ዝያዳ ንምዕባይ ከም ተሰማምዑ ተገሊጹ። ኣብቲ ናይ ምኽክር ዘተ፣ ግብጺ ዞባዊ ዘይምርግጋእ ናይ ደገ ምትእትታው ኣጀንዳ ከም ዘይትድግፍ ገሊጻ ኣላ። ኤርትራን ግብጽን ብፍላይ ኣብዚ ኣብዚ ቀረባ ግዜ ሰላምን ጸጥታን ዞባ ቀይሕ ባሕሪ ንምርግጋጽ ውሁድን ኣድማዕን ምትሕብባር የካይዳ ከም ዘለዋ ክግለጽ ጸኒሑ እዩ። እዚ ከምዚ ኢሉ እንከሎ፣ ኤርትራን ግብጽን ስትራተጂካዊ ምሕዝነት ከድልድላ ከም ተሰማምዓ ተገሊጹ። ሚኒስተር ወጻኢ ጉዳይ ኤርትራ ዑስማን ሳልሕ ብሚኒስተር ወጻኢ ጉዳይ ዶክተር በድር ዓብዱልዓጢ ዝምራሕ ልኡኽ ግብጺ ተቐቢሉ ኣብ መቐበል ኣጋይሽ ቤተ መንግስቲ ደንደን ከም ዘዘራረቦ ዝተገለጸ ኮይኑ ኣብቲ ሰፊሕ ኣኼባ ክልቲኤን ሃገራት ብቕደም ተኸተል ኣብ ኣስመራን ካይሮን በብእዋኑ ዘካየድዎ ናይ ምምኻር መድረኻት ዘጠቓለለ ክልቲኣዊ ጉዳያትን ሓባራዊ ኣገዳስነት ዘለዎም ዞባዊ ጉዳያትን ብፍላይ እዋናዊ ምዕባለታት ሱዳን፣ ፌደራላዊ ሪፐብሊክ ሶማልያ ከምኡ'ውን ጸጥታ ቀይሕ ባሕሪ ኣመልኪቶም ዘተ ከም ዘካየዱ ተገሊጹ። ክልቲኦም ወገናት ምሕያል ክልቲኣዊ ርክብ ኤርትራን ግብጽን ሓደ ካብ ቀንዲ ኣዕኑድ ዞባዊ ሰላም ምርግጋእ ምዃኑ ዝገለጹ ኮይኖም በዚ መዳይ'ዚ ክልቲኦም ወገናት ነቲ ኣብ መንጎ ክልቲኤን ሃገራት ዘሎ ክልቲኦም ምትሕብባር ኣብ ጽላታት ቁጠባ፣ ፖለቲካዊ፣ ንግዲ፣ ሕርሻ፣ ጸዓትን ጥዕናን ዝያዳ ንምዕባይ ተሰማሚዖም። እዚ ከምዚ'ሉ እንከሎ፣ ግብጺ ሙሉእ ደገፍ ንኤርትራ ከምትገብር ኣረጋጊጻ። ካብዚ ምቕጻል ድማ ትራምፕ ንፕሬዚዳንት ኢሳይያስ ኣፍወርቂ ዕድመ ከምዝገበረሉ ተገሊጹ ኣሎ። ብዛዕባ እዚ ድማ ሓደ ሓበሬታ ሒዘልኩም መጺኤ ኣለኹ። እስኪ ነብቲ ሓበሬታ ከሕልፈኩም። ትራምፕ ንኤርትራ ዘሕጉስ